ብርሃን ክመርሓካ እንተዘይ መሪጽካዮ፣ ምርጫኻ እንተዘይ ኮይኑ፣ እቲ ዝተረፈ ኣማራጺ እንታይ እዩ? ጸልማት እዩ። ካልእ የለን። ክልተ ብርሃን ከኣ የለን፣ ብርሃን ሓደ እዩ። ክልተ ብርሃን የለን። ጸልማት እዩ ብዙሕ እምበር ብርሃን ሓደ እዩ። ብርሃን ሓደ እዩ። ጸልማት ብዙሕ እዩ። If you fail to plan, you have planned to fail። ክትምድብ እንተ ሓሚቕካ ክትሓምቕ መዲብካ ኣለኻ። ኣምላኽ እንድሕር ኣሎካ የብለይን ትብሎ ነገር ክህሉ የብሉን። ኣምላኽ እንድሕር ኣሎኒ የብለይን ዝብሎ የብለይን።

ጋሂ። ጽቡቅ ጌርኪ ነታ ጥቅሲ ዘኪርክያ ኣለኺ ከነንብባ ኢና ቅድሚ ናብ ካልኣይ ኣብዛ ጥቅሲ ኢና ደለና ክንኩዕት ኢና ኣምላኽ ይመስገን ንኺድ እንታይ ኣሎ እቲ ዝኸፍኣ ሓደጋ እቲ ኣዝዩ ዝኸፍእ ሓደጋ ሞት ኣይኮነን ብዘይ ዕላማ ዝንበር ሂወት እዩ ዶክተር ማይለስ ሙሮ ዝበሎ እዩ the greatest tragedy is not death it's life or living without purpose ብዘይ ዕላማ ምንባር እዩ እቲ ዝኸፍእ ሓደጋ ኩሉ ሳብ ዝሓሸ ኣሎ እዚኣ ውሰዱለይ ኢኹም ኣብ ውሽጢ እቲ ሓሳብና እያ ኒራ there is always a better way a better one ኩሉ ግዜ ፍልጠት እዩ ዝበለጸ ክንደሊ ዝበለጸ ክንሓሪ ነቲ ዝበለጸ ክንሓስብ ዝገብረና እንድሕር ናይቲ ዝሓይሽ ፍልጠት ዘይብልና ኮይኑ ግን ኣብ ፍልጠት እንተተኸሊእና ድሌትና እናነፀረ ክኸይድ ኣይክእልን እዩ። ኤኒወይስ ሎሚ ድዛረቦ ዘረባ እዩ ግን ንቐፅል እስኪ ገለ ካብቲ ድዘከርክዎ ሃይላይት ይእክብ ስለ ዝነበርኩ እንታይ ትዝክሩ ኣነ ዝዘከርክዎ የንብበልኩም ኣለኹ። ኣትኩሮኻ ኣብ እሾኽ እንተኾይኑ እቲ ፅጌረዳ ኣይንታይካን እዩ። ኣቓልቦኻ ኣብቲ እሾኽ እንተ ኾይኑ፣ ጽጌረዳ ኣይንታይካን እዩ። እቲ ኣቓልቦኻ ወይ ኣትኩሮትካ ድማ ኣብቲ ጽጌረዳ እንድሕር ኮይኑ፣ እሾኽ ኣይንታይካን እዩ። ኣብ ምንታይ ፎከስ ትገብር እዩ ነቲ ናይ ህይወትካ ሪኣክሽን ዝውስኖ፣ ነቲ ንስኻ ትህቦ መልሲ። ነቲ ሮዝ ዝርኢ ሰብ እንታይ ዓይነት ዕምባባ እዩ? እንታይ ዓይነት ሽታ እዩ? ነቲ እሾኽ ዝርኢኻሲ እዚ ኹሉ ጽቡቕ ጨና፣ እዚ ኹሉ ጽቡቕ ጽባቐ ኸሎ ኣይርእዮን እዩ። እቲ ጽቡቕ ነገር ኣይረኣይን። ጸላኢ ናይ ብሓቂ ጸላኢ ኸኣ እንታይ ድገብረካ? ኣትኩሮትካ ዲስትራክት ይገብሮ። ብዙሓት መንፈሳውያን ሰባት ኣብ ዲስትራክሽን እዮም ደለዉ። ኣብ ክርስቶስ ኣይኮናን ነተኩር ደለና። እምበር ኣብኡ እንተነተኩር እንታይ ይፈኻሉ የሱስ ግና ኣብ የሱስ ካብ ምትኳር ኣብ ካልእ ጉዳያት ስለ ነተኩር እምበርዶ እምበርዶ እንዳበልና ንነብር እናጓሃና ንነብር እናሓመምና ንነብር ኣብ ክርስቶስ ዘተኮር ሰብ ድማ እናኸበረ ይነብር እናገዝአ ይነብር ኣብ ጥዕና ይነብር። ኣብ ኤደን ገነት ሲ ሓደ ስልሕም ተመን ተረኺቡልና ንኹሉ ኤደን ገነት ዲስኳሊፋይ ክንገብሮ ዘሕዝን እዩ። ሓደ ስልሕም ተመን ተረኺቡልና ዝዛረብ ካርቱን እዚ ኩሉ ኣምላኽ ዝፈጠሮ ክንደይ ፅቡቕ ቆፂርካ ኣብ ሓንቲ ቦታ ተመሲጥካ ጥራይሲ ከቢድ ኣድናቆት ዝመልኣካ ዩኒቨርሲ በቃ ሓንቲ ኦም ነራ ሓደ ተመን ነሩ ገለ ኣበይ ኣበይ ተተኩር ኤኒወይ ንቀፅል ኣትኩሮና ንሕና ኢና ኮንትሮል ንገብሮ ንሕና ኢና ኮንትሮል ንገብሮ ኣምላኽ ኣብ ህይወትካ ዘለዎ መደብ ክትፈልጥ እቲ ርሕቀቱ ምሕታት እዩ ናይ ምሕታት ርሕቀት እዩ ዘለዎ ኣብ ህይወተይ መደብ ኣምላኽ ኣይፈለጥክዎን መዓስ ከመይ ጌርካ እዩ ድፍለጥ ኢልና ክንደክም ኣየድልየናን እዩ ሓንቲ ቴክስት ናብ ኣምላኽ እያ ተድሊ ሓንቲ ኢመይል ናብ ኣምላኽ መደብካ ኣብ ህይወተይ እንታይ እዩ ክንደየን ኣብታ ዝሓለፈ ረብዑ ክንዛረብ ከለና እዚኣ ፀሎት ፀልይዋ ኢለኩም ኣይትግደፍዎ ከዓ ኢለ ነይረ ከምቲ ድልየተይ ከምቲ ትጽቢተይ እንታዩ ብዛዕባ መሪሕነት ዝበሃል ዘሎ ኢሎም ሰባት ክመጽኡን ብኡ መንገዲ ድማ ምስ ብርሃን ክላለዩ ድሌተይ እዩ ጽምኣተይ እዩ። ግድን መንፈሳዊ ሰብ ጥራይ ዘይኮነስ መሪሕነት ዘገድሶ እንድሕር ኮይኑ Usually ኣብ ኣፍሪቃ መሪሕነት ካብ ክርስትና ከም ዝወጽእ ተገይሩ እዩ። ኣብ ኣብ ክርስትናና ክልተ ነገራት ደይ መደይ ኢሎም ኣውጺኦሞ እዮም ንሕና ከኣ ብብርሃን እንተ እቲናዮ ክንዕወተሉ ኢና ገንዘብን ምሕደራን ወይ ከኣ ፖለቲካን ሃብትን ወጽዩ እዩ ካብ ቤተክርስያን ሕጂ እንድሕር እወ ደሓን ምርጫ ክበሃል ከሎ ኣይንመጽእን ኣይንመርጽን ደሓር እቶም ረሲኣን ምስ ተመርጹ ተምበርኪኽና ንጽሊ ጎይታ ንዓባ ፍትሒ ግበር ንብል ኣብ ኢድና ብ ዘሎ ነገር ብምሉእ ዘይተጠቀምና ግን ንሕና ኢና እቶም ሃብታማት ይኹኑ እቶም ነቲ መሪሕነት ሒዞሞ ዘለዉ ሰባት ብፍቕሪ ክገድፍዎ ድደልዩ ኣይኮኑን እምበሺ ከተርክቦም ስለ ዘይደልዩ መኸላእታታት ኣለዎ ቀዳማይ ካልኣይ እቲ ዝኸፍእ መኸላእታ ድማ ኣብ ሓንጎልና ዝተጻሕፈ ሓሶት እዩ እንታይ ማለት መሲልኩም ክፉእ ካብ ዝገብሩኻስ ክፉእ ዝምህሩኻ ምስላ ኣሎ ናይ ዓድና ሕጂ ምብዳልካ ከይኣክልሲ እቲ ብሓንጎልካ ዝተርፍ ዘሎ ናይ ተበዳልነት ስምዒትን ናይ በዳሊ ጉርሕን ነነነነ ኣነ ነቲ ዝበደለኒ ሰብ ከጽንዖ ይደሊ ክቆድሖ ይደሊ ምሕረት ገይረ ኣይ ሙቭ ኦን ሰጊርዮ ከይደ ኣለኹ ኣብ ዓለመ እየ ክነብር ድደሊ ኣብቲ ጎይታ ንዓና ዝፈጠሮ ዓለም ክነብር እየ ድደሊ እታ ተቀሚጥካ ትብል ዘንበበትልና ሞኒ ኮፍ ኢልካ እምበር እናጎይኻ ምጽብጻብ ኣይከኣልን እዩ። ኮፍ ኢልካ ኢኻ ክትሓስብ ትኽእል እናጎይኻ ምሕሳብ ኣይከኣልን እዩ። ስለዚ ንኽትቅመጥ እታ ትማሊ እንዛረበላ ዝነበርና ሓሳብ እያ ተቀሚጥካ ቅድም ተቀሚጥካ ምጽብጻብ። The time you spend preparing is never wasted እቲ ክትዳሎ ተጥፍኦ ግዜ

ከተዕሪ ከተጥፍኦ ኢኻ። ስለዚ እዘን ዝጠቐስኩልኩም ኣብ ዝሓለፈ ረቡዕ ብዝተፈላለየ ኣንግል ኣልዒልናየን ኔርና። መንፈስ ቅዱስ ድማ ኣብ ልብኹም ከም ዝተርፍ ዝገበሮ ብዙሕ ሓቂ ከም ዝህሉ ኣይጠራጠርን እየ። ሓንሳብ ነታ ጥቕሲ ክነንብባ እሞ ብድሕሪኡ ናብዚ ካልኣይ ክፋል ክንሓልፍ ኢና።